ደሓን ዶ ቀኒኹም? ሓሙስ ኮይኑ ሎሚ ውን ሓድሽ ጋሻን ሓድሽ ኣርእስትን ሒዘ መጺኤኩም ኣለኹ። ኣብ ናይ ሎሚ ሓሙስ መደበይ ክቡር ስነጥበበኛ ኣቦና ኣቶ ንጉሴ ሃይለ መንሰዓይ እዩ ምሳይ ጻንሖት ክገብር። ንስነጥበበኛ ኣቦና ኣቶ ንጉሴ ሃይለ መንሰዓይ ብልቢ እናመስገንኩ የቐንየለይ ዕድመይ ኣኽቢርካ ምሳይ ኣብዚ ምህላውካ ኣብዚ ስትድዮ ናይ ብሓቂ ክብረት እናተሰማዓኒየ ክቡራት ተኸታተልቲ ኣቦና ኣቶ ንጉሴ ሃይለ መንሰዓይ ኣባል ማሕበር ትያትር ኣስመራ ማለት ዋና ጸሓፊ ማሕበር ትያትር ኣስመራ ዝነበሩ ገዲም ስነጥበበኛ ደራሲ ግጥምታት ደራሲ ተዋስኦን ትያትርን ከምኡውን ደራሲ ዋዛን ምስ ቁምነገር ከምኡውን ገዲም ተጋዳላይ ተጋድሎ ሓርነት ኤርትራ ዝነበሩ እዮም ሎሚ ካብ ማትኣ ጀሚርና ክሳብ ሎሚ ሓደ መጽሓፍ ዝኾኑ ኣቦ ምሳና ሒዝና ኣለና ከዕልሉና እዮም የቀንየለይ ኣቶ ንጉሴ ምስ ተኻታተልትና ሰላም ክትበሃልን ክትላለን ዕድል ክህበካ። ጽቡቅ ኣነ ውን መጀመርያ ንዓኽን ንመሳርሕትኽን ከመስግን እደሊ። ገንዘብኩም።
ማለት እዚ ብቀሊል ዘይርከብ ዕድል እዩ ንኣይ ውን ምስ ሰማዕትን ምስ ፈተውትን ክራኸብ ስለዚ ምስጋናይ የቅርብ ማለት እዩ ሓጺሩ። ገንዘብኩም።
ስነ ጥበበኛ ኣቦና ንጉሰ ኣብ ማሕበር ኣባል ማሕበር ትያትር ኣስመራ ኣባል ጥራይ ዘይኮነ ዋና ጸሓፊ ኮንካ ንነዊሕ ሰሪሕካ ነርካ እዚ ናይ ሎሚ ዕላልና ገፊሕ ኣርእስቲ እዩ ክዕድመኩም ከለኹስ ቤን ሒዘ ቤን ክውድእ እየ ናየናይ ከምፅኦ እየ ብዙሕ ስክፍታ ነይርኒ ምክንያቱ ብዙሕ ዝበሃል ናይ ብዙሕ መድረኻት ዝሓለፍካ ስነጥበበኛ ተቃላሳይ ኢኻ ብኡ ክንጅምር ግን ናይ ማትኣ ሂወት ዝነበረ በየን ጌርካ ኢኻ ናብ ማሕበር ትያትር ኣስመራ ተጸንቢርካ መዓስ ኢኸ ነይሩ እስከ ብኡ ክንጅምሮ ዕላልና
ያ ጽቡቅ ንዓይ ውን ደስ እብለኒ እቲ ዝሓለፈ ሂወት ተመሊሰ ክርእዮን ከስተማቅሮን እወ ማሕበር ትያትር ኣስመራ ኣነ ኣብ ገጠር እየ ተወሊደ ቲያትራ ይፈልጥ ዋላ ገለ ይፈልጥ እወ።
ግን ስምዒት ነይርኒ ምናልባት እሱ ውን ኣቲና ንዛረበሉ ንኸውን ቲያትር ናይ ምግባር ድልየት ነይርኒ ሕጂ ኣስመራ ምስ መጻእኩ ማሕበራት ምህላወን ኣይፈልጥን እየ እወ። ኣጋጣሚ ግን ምስ ሓደ ሰብ ተራኺበ ብዘረባ ዘረባ ኣባል ማሕበር ቲያትር ምዃኑ ፈሊጠ ማለት እዩ እወ። ብጣዕሚ ተሓጒሰ ከመይ ዘራኽበኒ መስመር እደሊ ነይረ ሕጂ ንሱ ኣብ ኮምብሽታቶ እዩ ነይሩ እቲ ቤት ጽሕፈት ናይ ማታ ኣብ ቁጽሪ ክንድዚ ኮምብሽታቶ ቤት ጽሕፈት ኣለዎም ከድካ ምስኦም ክትዛረብ ትኽእል ኢኻ ኢሉኒ ማለት እዩ ኣነ ግን ክንዲ ከይደ ምስኦም ዝዛረብ ደብዳበ ጽሒፈሎም በቲ ሽዑ እዋን ፎርማል ማለት እዩ ከምዚ ክእለት ስለ ዘለኒ ሲ ዝከኣል ተኮይኑ ምሳኹም ኣባል ኮይነ ክሰርሕ እደሊ ኣለኹ ኢለዮም ደብዳበ ጽሒፎም ቤት ጽሕፈት ትመጽእ ክእለትካ ንዘራረበሉ ኢሎምኒ ማለት እዩ። ካብኡ ወይ ንቕበለካ ወይ ንነጽገካ መልሲ ትወሃብ ኢሎም ብጽሑፍ መሊሶምለይ። እዋእ መዓስ እዩ ነይሩ እዚ ዓመተ ምህረት ስሳን ብልክዕ ሸውዓተን።
ስሳን ሸውዓተን እወ
ብጽሑፍ መሊሶምለይ ከይደ ምስኦም ተላልየ ማለት እዩ። እወ ማትኣ ሽማግለ ናይ ምምሕዳር ሽማግለ ነይሮማ ምስኦም ተራኺበ ማለት እዩ ኣቦ ወንበር ኣለማዮ ካሕሳይ እዩ ነይሩ እወ ትሓዝ ገንዘብ ኣስረስ ተሰማ እወ እዚ ነዛ መምህር መጽሓፍ ኣስረስ እዚኣ ተሰማ ዝጸሓፈ እወ ተዓመት ጸሓፈ ተዓዋት እህ፣ ኣቦና ኣ- ዋና ጸሓፊ ርኣያ በላይ እዩ ነይሩ እወ ሕጂ እዚኦም እዮም ንኣይ ተቐቢሎምኒ ማለት እዩ ሽዑ ተጸንቢርካ እወ ማለት ሕጂ ብቲ ማሕበር ሕጊ ኣሎ እዎ ንሰለስተ ወርሒ ጠባይካን ክእለትካን ርኽክብካ ምስ ሰብን ትምዘን ድሕሪኡ ኣባልነት ትብ ድሕሪኡ ወይ ኣባል ትኸውን ወይ ትስጎግ እዞም ጻዓዱ ብዛ ስራሕ ፕሮቪዥን ታይም እንዳበሉ እዚኣ ዘጽንሑና እያ እዚኣ ከምኡ ዓይነት እወ ኣዝዩ ውዱብ ናይ ስራሕ ስትራክቸር ነይሩ ነይርዎ ማለት እዩ ሽዑ። ብጣዕሚ ናይ ብጣዕሚ ብሓቂ ጽቡቕ እምበር ደስ እዩ ሎሚ ዝብል። ክትሓስቦ ከለካ ኣብቲ ግዜ እቲሲ እወ ብጣዕሚ ኢኻ ትግረም ግን ደየገርም ነገር ኣለዎ እወ እቶም ሓለፍቲ መማህራን እዮም ኩሎም ስለዚ ከምኡ ዓይነት ማሕበር ክምስርቱሲ ትፅበዮ ኢኻ ማለት እዩ ትፅበየ ነገር እዩ ኣብ ማትኣ ኣብ ተፀንበርካሉ እዋን ብዘይካ እዞም ዝገለፅናዮም ሰለስተ ሰባት ኣብ ዝነበርካሉ ኣብ ማሕበር ትያትር ኣስመራ በዓል መን ስነ ጥበባውያን ነይሮም ኣብ ከባቢኻ ኩሎም ሙዚቀኛታት ደረስቲ ግጥሚ ደረስቲ ዜማ ኣናውንሰራት ገለ ትዝክሮም እስከ ክትዝክሮም ኢኻ ወን ርግፀኛ እየ እዩ ኣናውንሰር ኣርኣያ በላይ እዩ ነይሩ እወ። ኣብ ግዜይ ማለት እዩ እወ እ፣ ሙዚቀኛታት ብዙሓት እዮም ነይሮም ማለት ኩሎም ሕጂ እኳ ስማቶም ክፀቕሶ ይክእልን እወ ግን ተወልደ ማንጁ ዝበሃል ነይሩ ጃብር ማሕሙድ በዓል እምባየ ዝበሃሉ ነይሮም። ሙዚቀኛታት እወ። እወ ሙዚቀኛታት ብዙሓት እዮም ነይሮም ብጣዕሚ። ክቡራት ተኸታተልቲ መደብና ከምዚ ትከታተልዎ ዘለኹም ምስ ስነጥበበኛ ኣቦና ኣቶ ንጉሴ ሃይለ መንሳዒ፣ ገዲም፣ ኣባል ከምኡውን ዋና ጸሓፊ ማሕበር ትያትር ኣስመራ ደራሲ ተዋስኦ ግጥምን ዋዛን ምስ ቁምነገርን ኢና ንዕልል ዘለና። ኣቶ ንጉሴ ወይ ስነጥበበኛ ንጉሴ ሃይለመንሳዓይ መን እዩ? እንታይ ኢናኸ ካብዚ ጀሚርና እንታይ ኢናኸ ክንዕልል መረዳእታ ክበና መታን ነዛ ዜማ ክንሰምዓ እንዲና ናብ ስራሖም ክንምለስ ኢና ሽዑ

ከይትኾን ዕዳጋ ኣይ ከጥፍኣየ ክንቅፅል ዕላልና መታን ክንሰምዖ ዝፀናሕና ክቡር ስነ ጥበበኛ ኣቶ ብርሃን ሰጊድ እዩ ደራሲ እዚ ግጥሚ ድማ ምሳና ኣለዉ ኣቦና ስነ ጥበበኛ ኣቶ ንጉሴ ሓይለ መንሳዕ እዮም ካብዚ ክንቅፅል ዕላልና ኣብ ማሕበር ትያትር ኣስመራ ከመይ ኢልካ ከም ተፀንበርካ ከመይ ኢልካ ከም ዝመፃእካ ኣዕሊልካና ናይ መጀመርያ ስራሕካ ኣብ ማሕበር ትያትር ኣስመራ እንታይ እያ ነይራ እዛ ክንሰምዓ ዝፀናሕና እውን ስራሕ ናትካ እያ ደራሲኣ ንስኻ ኢኻ እስከ ናብቲ ኣብ ማሕበር ትያትር ኣስመራ ዝመጽ ምስ መጻእካ ዝስራሕካዮ ስርሓት ናብኡ ውሰደኒ።
ያ ጽቡቕ መጀመርያ ስርሓት ኣብ ማሕበር ትያትር ኣስመራ ዘበርከትኩዋ ኣስላማይ ክስታናይ ትብል እሳ ባዕላ እዛ ደ እዛ ግጥሚ ዝሰማዕናያ ማለት እዋ እዩ። ካልእ ብዙሕ ግጥምታት እየ ይህቦም ነይረ ነቶም ደረፍቲ ካብኡ ክዝክሮ ዝኽእል እዋ እ፣ ብዝያዳ ንትበርህ ተስፋሁነይ ትበርህ ተስፋሁነይ ኣስረስ ተሰማ እዩ ዝበዝሕ ግጥምታት ዝጽሕፈላ ነይሩ። እወ። ደሓር ግን ኣነ ምስ ኣተኹ እውን ብግደይ ይህባ ነይረ ማለት እዩ። ካብቲ ዝሃብኩዋ ዝዝክሮ ወይ ዝዝከር ሱቕታ ውሒጡኒ ትብል ደርፊ ነይራታ። እወ።
እዛ ሱቕራ ሱቕታ ውሒጡኒ ብዙሕ ኣከራኺራትኒ እያ ንኣይ ምስ ካልኦት ሰባት። ዝኾነ ኮይኑ ትበርህ ደሪፋታ ማለት እዩ። እወ።
ካልእ
ዝተፈላለየ ግጥምታት ነይሩኒ ማለት እዩ።
እዚ ኣስላማይ ክሳናይ ይቕሬታ ኮሊፈካ ተኮይነ ክንቅጽል ስለ ዝደለኹ እየ ናብኣ ክንምለስ ከይንነጥራ ናይ መጀመርያ ግጥምኻ ኣብ ማሕበር ትያትር ኣስመራ ኣስላማይ ክስታናይ ወዲ ቆላ ደጋ ኣይንሃቦ ዋጋ ብስነ ጥበበኛ ኣቶ ብርሃን ሰጊድ እተዘየመት ካዚኣ እያ ከመይ ኔሩ እቲ እዋን ኣብ ገለ ዕላልካ ከም ዝሰማዕክዎ ናይ መጀመርያ ምዃና እየ ድኣ ዘይፈለጥኩ ኔረ እምበር ስነጥበበኛ ኣቦና ኣቶ ብርሃን ሰጊድ ነቲ ግጥሚ ጽሒፍካ ምስ ሃብካዮም ኣዝዮም ከም ዝተሓጎሱን ከም ዝፈተውዋን ኣዕሊልካ ኔርካ ኣዕልለኒ። እወ ኣቶ ብርሃን ሰጊድ ኣነ ጋሻ ስለ ዝነበርኩ ማት ኣብቲ ግዜ እቲ እቲ ግጥሚ ክሳብ ክንድቲ፣ ማለት ክብደት ዘለዎ ግጥሚ ክም ዝጽሕፍ ዝፈልጥ የለን ሕጂ ነዛ ግጥሚ እዚኣ ጽሒፈ ንኣቶ ብርሃን ረስፔክት ብዙሕ ኣኽብሮት እዩ ነይርና ኣብ ልዕሊኦም ክንገልጸሎም ከለና እውን ምስቲ ዕድመይ ንምስቲ ዕድሚኡን ኣዛሚደሲ ሕራ ይብለኒ ዶ ይብለንን እናፈራህኩ እየ ነገሊጸሉ ማለት እዩ ግን ተቐቢሉ ኣንቢብዋ ብጣዕሚ ተሓጒሱ ደሓር ምስቲ ኩነታት ናይ ሰውራን ገለመለን እቲ ስምዒት ናይ ሰብ ስለ ዘሎ ነቲ ስምዒቱ ትትንክፍ ኮይኑ እውን ረኺብዋ ንሱ።
ናብታ ግጥሚ ክንምለስ፣ ከም ደራሲ ናይቲ ጽሑፍ ናይቲ ግጥሚ መጠን ክሳዕ ሕጂ እዩ ዝስማዕ። እቲ ደርፊሲ ክሳዕ ሕጂ ኣሰሩ ዘይሃስስ ዕምቆት ሓሳባት ዘለዎ ስራሕ እዩ። ካብ ምንታይ ተላዒልካ ሽዕኡ ከምኡ ክትጽሕፍ? ከመይ እዩ ነይሩ እቲ ኩነታት ግዲ? እቲ ሃዋሁ ከመይ እዩ ነይሩ ሽዕኡ? እወ ብፍላይ ስሳን ሸውዓተን ዓመተ ምህረት ማለት ተኣፋፊ ግዜ እዩ ነይሩ ክብል እኽእል በቲ ናተይ ምስትውዓል። ምኽንያቱ ሽዑ ግዜ ብዙሕ ፕሮፓጋንዳ ኣንጻር ሰውራ ኤርትራ እካየድ ነይሩ። ብዙሕ ሰብ ከኣ ትምህርቲ ዋላ ምስ ወደኤ ስራሕ ስኢኑ ኣብ ጽርግያ ይውዕል ነይሩ ማለት እዩ። መንእሰያት እንዳ ሻሂ ይውዕሉ ነይሮም። ምስዚ ኣተሓሒዘ ክገልጾ ዝደሊ እውን ክቱር ምስኣን ስራሕ ስለ ዝነበረ መንእሰያት ንሜዳ ከይወጹ ተባሂሎም ሰለስተ ሚእቲ ዝኾኑ ንእስራኤል ተለኢኹም። ተሰዲዶም ከም ዝስደዱ ተገይሮም ብደረጃ መንግስቲ እምበር ንእስራኤል ከይዶም ከም ዝሰርሑ ተገይሩ ማለት እዩ መንእሰያት ኣስመራ እዮም እዚኦም ኩሎም ከምቲ ዝግለጸልና ዝነበረ ግን እቲ ኩንትራቶም ከይወድኡ ተመሊሶም ነስመራ ምክንያቱ ምስቶም ደቂ እስራኤል ደቂ ተልኣቪቭ ክሰማምዑ ይከኣሉ ብቴስታ ገይሮም እናወቕዕዎም መርከብ ገይሮም ነስመራ መሊሶሞ ስለዚ ካልኣይ ነገር ዓረብ ምስ እስራኤል እተዋግኡሉ ግዜስ ናይ ሽዱሽተ መዓልቲ ዝበሃል ውግእ እወ ስለ ዝነበረ እወ እህ፣ ንጀብሃ ዝሕግዙ ዓረብ እዮም ነይሮም። እወ ሕጂ ውግእ ምስ እስራኤል ምስ ኣተዉ እቲ ሓገዝ ንጀብሃ ዝገብሩላ ዳርጋ ዛሕት ኢሉ። እወ ሕጂ ብዙሕ ኣብቲ ሜዳ ሽግር ተፈጢሩ። እህ፣ በዚ ምኽንያት እዚ እቲ መንእሰይ ንስደት ይኸይድ ነይሩ ማለት እዩ ንሓደ ዓረብን ንገለን እወ ሕጂ ኣነ ይርኢ ነይረ ማለት እዩ እቲ ሃዋህው ናይ መነባብሮ ናይ ህዝቢ ኤርትራ ኢትዮጵያ ኸኣ እንታይ ትብል ብዙሕ ተጋዳላይ ዝነበረ ኢዱ ሂቡ ን- ንኢትዮጵያ ተመሊሱ ማለት እዩ ነስመራ እወ ሕጂ ኢትዮጵያ እንታይ ትብል ነይራ ጀብሃ ናይ እስላም ስለ ዝኾነ ተጋድሎ ሓርነት ኤርትራ ናይ እስላም ናይ እስላም ስለ ስለዝኾነ ዝኾነ እዎ ብኡ ምክንያት እዩ እቲ መንእሰይ ካብ ሜዳ ንከተማ ዝምለስ ኢሎም ዘሎ ትብል ይጉስጉሱ ነይራ ነይሮም። ማለት እዩ ኣነ ሕጂ እቲ እስላማይ ክስታናይ ዝብል ናይ ብሓቂ ስምዓኒ ነይሩ እዎ እዚ ዘረባ እዚ እዚ ኣበሃህላ እዚ ዘይፍወስ ነገር እዩ ብኤርትራ ስለዚ ህዝቢ ኤርትራ ክልብም ኣለዎ ኣንጻር'ዚ ኣበሃህላ'ዚ ጠጠው ክብል ዝብል ስምዒት ኣሕዲረ ብኡ ምኽንያት ጽሒፈያ ማለት'ዩ። ግን ንምንታይ ህያው ኮይና ትነብር ኣላ እንድሕር ኢልክኒ፣ እቲ ሽግርና ስለ ዘይተፈትሐ ክሳብ ሎሚ ከምቲ ሽዑ ዝነበሮ ስለ ዘሎ ተደላይነት ኣረኣዮ ኣሎ ነቲ ህዝቢ ብኸምዚ ክርእዮ ኣኽእል ማለት ኢነ። ጽቡቕ ተሰሪሑ ክኣ ጽቡቕ ስራሕ ኩሉ ግዜ ኣይበልን እዩ። ኣይበልን ገለ እዩ። ካብቲ ግጥማ። ንእሽተይ ነግሩና ብርእሰይ እኳ ሕጂ ክዝክሮ ሓራይ ደሓን ፀገም የለን ክንነጥሮ ኢና ፀገም የለን ካልእ እንታይ ክብል ደልየ ኣብቲ እዋንቲ ኣብ ማትኣ ምፅእ ኢልካ ከም ሓድሽ ሰብሲ ስነ ጥበበኛ ኣቶ ብርሃን ሰጊድ ምስኡ ትረኽባ ኣቢልካ ብስራሕ ካልኦት በዓል መን ነይሩ ኣብቲ እዋንቲ ኣብቲ ማትኣ መሳኻ ዝሰርሑ ዝነበሩ ወይ ዝራኸቡ ነበሩ። ክጥቀሱ ዝኽእሉ ስነጥበባውያን ይኹኑ፣ ደረስቲ ግጥምን ዜማን ይኹኑ፣ በዓል መን ክንገልጽ ንኽእል? ያ በቶም ም ነዊሕ እዩ ግዜ ግን በቶም ሽማግለ ክንጅምር እሞ ሕራይ መጀመርያ ኣስ- እ፣ ኣለማዮ ካሕሳይ ነይሩ እወ ኣለማዮ ካሕሳይ እዚ ኩሉ ዋዛ ምስ ቁም ነገር ዘቕርብ ዝነበረ ንሱ እዩ ቀንዲ ካልኦት እውን ምስኡ ዋላ ኣነ ሓደ ካብቶም ምስኡ ዝቐርብ ዝነበ- ዝቐርቡ ዝነበሩ ሓደ እየ ካልኦት እውን ነይሮም ማለት እዩ ግን ቀንዲ እቲ ዋዛ ምስ ቁምነገር ዘቕርብ ኣለማዮ ካሕሳ እዩ ነይሩ። እወ።
ደሓር ካልኦት ደረፍቲ መንእሰያት ነይሮምና፣ ዓበይቲ እወ። በዓል ኣልኣሚን ነይሮም ማለት እዩ። ኣልኣሚን ኣልኣሚን ዓብደለጢፍ። ዓብደለጢፍ፣ እወ። ጃብር ማሕሙድ፣ እወ። ቅድሚነ ምምጻዩ እውን ብዙሕ ደርፊ ይደርፍ ነይሩ ጃብር ማሕሙድ፣ ትግረ እዩ ዝደርፍ ነይሩ። እህ እህ። እ ካልእ መንእሰያት ነይሮም። ጸሃየ ሉቃስ ዝብሃል፣ ተመስገን ግብርሂወት ዝብሃል፣ ብዓል ሽፋ ዝብሃሉ መሳቶይ ንኣይ ማለት እዮም እዚኦም። ምኽንያቱ እቲ ማሕበር ቅድም እቶም መስረትቲ ዝብሃሉ ነይሮም ደሓር ካልኦት ተወሳኺ ብቕዓት ዘለዎም ይመጹ ነይሮም ማለት እዩ ካም ካልኣይ ደረጃ እወ ኣነ ዳርጋ ኣብ ሳልሳይ ደረጃ እየ ኣትየ ማለት እዩ እወ።
ቀልጢፍካ ግን ተወሃሂድካ ማለት እዩ ምስ እወ ማጣን ምክንያቱ ኣባላታን ም- ማለት ከይሓተትክኒ ከይምልሽ እምበሪ ኖ ኖ ም- ምስ ኣቶ ኩናት ዕልል ነበር ማሕበር- ንዕልል እንዲና ምስ ንተሓተት ኣቶ ኣይኮናን ኩናት ዘለና።
ማሕበር እወ ድሕሪ ሰለስተ ወርሒ ጠባይካን ክእለትካን ተመዚኑ እወ። ወይ ሙሉእ ኣባል ትኸውን እወ። ወይ ገዛኻ ትኸይድ እዩ እቲ ሕጊ ናይ ማታ እ፣ ሕጂ ሰለስተ ወርሒ ሓሊፉ እወ። ኣሚነሉ ተቐቢለዮ ፈሪመሉ ከለኹ ሓሊፉ ተቐባልነት ኣይተዋህበንን ገዛኻ ከይድካ ኣይተባሃልኩን ንበይነይ ዘይኮነ ግን ምስቶም ምሳይ ዝተጸውዑ ካልኦት ውን ከም ሕጹያት ዘለዉ መሳቶይ እወ።
ሕጂ
ድልየት ስለ ዘለኒ ግን ብዙሕ ኣየስተማቐርኩዎን ነቲ ኩነታት እወ። ሽዱሽተ ወርሒ ሓሊፉ ሰለስተ ወርሒ ወሲኸሉ ትሽዓተ ወርሒ ከም ሕጹይ ጸኒሐ ማለት እዩ እቲኦም መሳቶይ እውን ከማይ ትሽዓተ ወርሒ ጸኒሕና
ሕጂ ንማትዓነ ልክዕ ከምዚ መንግስተ ሰማይ የርእየያ እቲ ክኣቱ ከለኹ ህርፋን ስለ ዘለኒ ትያትር ክዓይን ገለ መለን ትሽዓተ ወርሒ ምስ ተጸበዩኒ ግን እዚኦም ሕማም ኣለዎም ኣነ ዘይተረዳእክዎ እምበር ሰለስተ ወርሒ ኢሎም ኢሎም ሶሚ ገይሮም ንዓይ ትሽዓተ ወርሒ የስምሐኒ ኢለ ደብዳበ ጽሒፈ
ሽዑ ፍሉስካፕ ዝበሃል ወረቐት ነይሩ ከም ዶማንዳ ዝጸሓፎ ዓብዩ ኣብዚ ዲናፊር ዓቢ
ትሽዓተ ገጽ ጽሒፈ ነዚ ትሽዓተ ወርሒ ኮሜንት ናተይ ማለት እዩ ብዛዕባ እታ ማሕበር እንታይ ጉድለታት ይርኢ ኣለኹ እቲ ማሕበር
ሕጂ ከምቲ ልምደይ ብፖስት ቤት ገይረ ሰዲደሎም እወ ግን ወዲኤ እየ ክሰጉኑ እዮም ኢለ ማለት ኣጀን ቅርዝን ግን እዮም ርእይተይ ከይገለፅኩ ኣይስጎግን እየ ቅድም ርእይቶ ይፍለጡ ድሕሪኡ ስጎጉኒ ኢለ ማለት እዩ እወ። ዕግበት ነይርኒ በቲ ዝብሎ ዘለኹ ክስጎግ ከም ዘይክእል እወ። ግን ኣብ ኤርትራ ልዕሌኻ ዘሎ ዋላ ጌጋ ንሱ ከለዎ ንዓኻ እዩ ጌጋ ዝህበካ እወ ሕጂ ነቲ ምስጓግ ተቐቢለዮ ማለት እዩ ብሕልና እዚኦም ደባበ ጽሒፎምለይ ተቐቢልናካ ኣለና ኢሎም ጽሒፎም ኢሎም ጽሒፎምለይ ግን ኣንጻር ምሳኻ ንዛረበሉ ነጥብታት ስለ ዘለና እ፣ ጽባሕ ሰዓት ሸውዓተ ኣብ ቤት ጽሕፈት ተረኸብ ዝብል ማለት እዩ እወ ሕጂ ድሒነ ካብቲ ምስጓግ ማለት እዩ እወ። ተቐቢልናካ ስለ ዝተባሃልኩ ሸውዓተ መጺኤ ኩሉ ግዜ ከምዚ ምዝርራብ ክግበር ከሎ እታ ኮሚተ ብምልእታ እያ ትእከብ። እወ።
ኣነ መጺኤ ብእምነት መጺኤ ግን እንታይ እዮም ክብሉኒ ደኣ ተቐቢልናካ እወ ኢሎምኒ። ኢሎምንስ እንታይ ደኣ ካልእ ምስኡ ዝኸይድስ እንታይ ክብሉኒ እዮም እናበልኩ ብኽብሪ ሓፍ ኢሎም ካብ ኩርሰታቶም ሰላም ኢሎምኒ ንመጀመርያ ግዜ ማለት እዩ እቲ ክብረት ዝርእዮ ዘለኹ። እወ።
ኮፍ በል ኢሎምኒ ኮፍ ኢለ ግን ብጣዕሚ ፈሪሀ ኸዓ እንታይ እዮም ክብሉኒ ካብ ዓቕመይ ንላዕልሲ ሕጂ ይብሉኒ ኣለዉ ደብዳቤኻ ኣንቢብናዮ ብጣዕሚ ኸዓ ተሓጒስና ብሉኒ ከምዚ ዓይነት ብድፍረት ብምስትውዓል ከኣ ኮሜንት ዝህብ ሰብ ኣብ መንጎና ክህሉ ክብረት እዩ ንኣና ኢሎምኒ ከመይ እዩ ግን እቲ ማትኣሲ ከም ንናፍቖ ዝገብረና ዘሎ እቲ ኣሰራርሕኡሲ ብእውነት ይብሉኒ ማለት እዩ ሕጂ ተቐቢልናካ ኢልናካ ከነብቅዕ ፍሉይ መጸዋዕታ ዝገበርናልካ ግን ክትሕግዘና ኣብዚ ምምሕዳር ይብሉን ኣነ ተምሃራይ እየ እወ ተምሃራይ ናይ ቦቴጎ እየ ናይ ሽዑ እወ እንዳ ጥልያን እየ ተቴጎ፣ መሃር እወ፣ ነይረ እወ እወ ናብኦም ክመጽእ ሕጂ እዚኦም ከዓ መማህራን ናይ መንግስቲ እዮም ሓለፍቲ ናይ ዲፓርትሜንትስ እዮም እየ እወ ምስዚኦም ክስራዕ ኣነሲ ታይ ዓደ ፀጋ ተዋሂቡኒ እንታይ እየ ክሕግዘኩም ኣነ ግን ክእለተይ ብዘይካ ምውሳእ ካልእ የብለይ ንግጥሚ ምፅሓፍካ ኖኖኖኖ እቲ ኩሉ ዝፀሓፍካዮ ናይ ስነ ስርዓት ጉድለት ኣሎ ብዚ ማሕበር ይብሉኒ ኣሚናሉ ኣለና ንሕና ሕጂ ናይ ስነ ስርዓት ተቆፃፃሪ ክንገብረካ ኢና ክንነግሮም ኢና ነዞም ኣባላት ሕማቕ ነገር ዝገብር ዝርኤኻዮ ትእርም ስልጣን ኣለካ ብሉኒ እንተተቐቢሎምንስ ደሓን እብሎም ዓቕመይ ይገብር። ብኡ ምኽንያት ሕጂ ተቖጻጻሪ ተመዲበ ማለት እዩ። መዓስ እዩ ሕጂ ናብ ዋና ጸሓፊ ትኸውን ዘለኻ? ወና ጸሓፊ ደሓር እዩ። ክንደይ ምስ ገበርካ ኸውን ኣብኡ? ኣነ
ስሳን ሸውዓተን እንድየ ኣትየ። ኣቲኻ ናብ ስሳን ዋና ሸመንተን ዋና ጸሓፊ ኮንካ።
ስሳን ሸመንተን እወ። ኣብ ዓመት እዩ።
ኣዝዩ ቅልጡፍ እዩ። ዋና ጸሓፊ ምኽንያቱ ርኣያ በላይ እዩ ነይሩ ዋና ጸሓፊ። እወ። ሕጂ ብቲ ማሕበር ዘይተጸቤናዮ ካልእ ናቱ ምኽንያታት ኣለዎ። ኣስረስን ኣርኣያ በላይን ብሓደ ግዜ ገዲፎምና ንማሕበር ትያትር ኣስመራ። ንሶም ምኽንያት ናቶም ነይርዎም፣ ንሕና ዘይንርድኦ ዘይንፈልጦ ግን ብቕዓት ዘለዎ ምኽንያት ነይርዎም። ሕጂ ዓመት ዓመት ሽማግለ ስለ ትምረጽ ኣብ ማሕበር ትያትር ኣስመራ፣ እቲ ዓመት ሽማግለ ንመርጸሉ ምስ ኣኸለ፣ ንሶም ኩሉ እቲ ጸብጻብን ሕሳብን ዝበሃል ንኦኦም ዝምልከት ኩሉ ምሰ ጻፈፉ ምሰ ስረከቡ፣ በሉ ኣይትሓዙልና ኢሎምና ንሕና ብስራሕ ምክንያት ናይ ስድራና ምክንያት ኣብዚ ማሕበር ክንቅጽል ኣይንክእልን ኢና ስለዚ ንፋነወኩም ግን ብሕልና ኣብ ጎድንኩም ኣለና ብሉና ማለት እዩ። ሕጂ ርኣያ በላይ ኣነ ፍሉይ ኣርኣያ በላይ ሕጂ ጀብሃ ቀቲላቶ እዩ ዝብሃል መጨረሻ ግን ጀብሃ ድያ ቀቲላቶ ዋላ ካልኦት ቀቲሎሞ ብርግጽ ዝፈልጥ የለን ኣብቲ ማሕበር ግን ሱፐር እዩ ነይሩ ናይ ብሓቂ ብጠባዩ ብክእለቱ ብኩሉ ነገር ሕጂ ርኣያ በላይ ክገድፋ ምዃኑ ንማትኣ ኣቐዲሙ ስለ ዝተረደኤ ንኣይ ጽባሕ ግዜ እንተለካ ኣብ ሳንሱር ክኸይድ እየ ከፈር እዚ ከመርምር ወ እቲ ግጥምታት ቤት ማሕተም ክኸይድ እየ ናይ ሬክላም ክጽሕፉልና ክረዳዳእ እናበለ ወይ እንዳ ፖሊስ ክኸይድ እየ ምስ ኮረኔል ዶ ምስ ጀነራል ክንዘራረብ እብለኒ መሰነይታ ናቱ ከይድ ኣነ ከኣ ስራሕ ኩሉ ከም ትርእዮ ጌረካ ከይነገረኒሲ ኩሉ እቲ ስራሕ ከም ዝኽእሎ ምስ ሰባት ከኣ ኣላልየኒ እምበሪ ኣነ ግን ኣብ ሓንጎለይ ክገድፈና'ዩ ኢለ ሓሲበ ኣይፈልጥን ሕጂ ይብል ኣሎ ኣርኣያ በላይ እሞ ን ፍሉይ ለበዋ ኣለኒ ነዚ ማሕበር እዚ ማሕበር ክቕጽል እንድሕር ኮይኑ ዋና ጸሓፊ ንጉሰ ክትመርጹ ኣለኩም ይብሎም ማለት እዩ እምነት ስለ ዝነበሮም ኣብ ኣርኣያ በላይ ብምሉእ ድምጺ ዋና ጸሓፊ ተመሪጸ ማለት ዋና ጸሓፊ ተመሪጸ ከምቲ እምነት ናይ ኣርኣያን ከምቲ እምነት ናይቲ ማሕበርን ኸኣ የገልግል ነይረ ማለት እዩ። ግን ተምሃራይ ቦቴጎ ስለ ዝኾንኩ ኣብ ሰዓት ሽዱሽተ መጽእ ኣብቲ ማሕበር ሰዓት ዓሰርተ ሓደ ንገዛ ይኸይድ እወ ምሸት ተምሃራይ እየ ትምህርቲ ነይረ። ምስ ወዳእካ ኢኻ መኣስ እየ ኸጽንዕ
ሕጂ ኣብቲ ቤት ትምህርቲ ድኽመት ኣርእየ ነየ ቁሩብ ኣብቲ ትምህርቲሲ እወ ከምቲ ናይ ቀደመይ ኣይኮንኩን ሕጂ እቲ ቤት ትምህርቲ ንፉዕ ተምሃራይ ክጠፍኣና ኣይንደልን ኢና ስለዚ ወይ ማትዓ ትገድፍ ወይ ቤት ትምህርቲ ትገድፍ ይብሉኒ ማለት እዩ። ወዲ ክንደይ ዓመት ነርካ ትኸውን ኣቶ ንጉስ እዚ ኣላትኒ ስእሊ ሽዑ ማትኣ ዕስራን ሓደን ገለ ይኸውን ዕስራን ሓደን ኣቢለ ኸውን እዚኣ ስእሊ ሽዑ እያ ዋና ጸሓፊ ዋና ጸሓፊ ከለኹ ወዲ ዕስራን ሓደን ዓመት ያ ናይ ብሓቂ ዘገርም እዩ ካልእ ናብቲ ናይ ትምህርትኻ ኣመጣፅኣ ደኣ ባዕልኻ ወሲድካኒ ተምሃራይ እንዳ ጥልያን ኢኻ ነርካ
ብቋንቋ
ጥልያን ኢኻ ከዓ ተምሃር ነርካ እቲ ድርሰታት ዝደረስካዮ ዳሓረይ ክንመፆ እንዲና በብሓደ ካበይ ደኣ እዩ መፅኦ ዝኽሉ

ሕጂ ኣባ ኣጎስቲኖ ዝበሃሉ ኣብዚ ብዛዕብኦም ጽሒፈ ኣለኹ ማለት እዩ ብታ መጽሄት መምህረይ ነይሮም ኣነ ምድሪ መንሳዕ እየ ተምሃራይ ነይረ ኤሌመንታሪ ሕጂ ኣብኡ ሓምሻይ ምስ ወዳእካ ዕድል የለን ትምህርቶ ትቅጽል እዞም ኣባ ኣጎስቲኖ ግን ተመዲቦም ከም መምህር መጺኦም ኣብ ምሕላብ ብጣዕሚ ኣክቲቭ እዮመ ካልኦት ዘይገብርዎ ነገራት ግበሩ ብሉና ንዓና ሕጂ ንኣብነት ካብቲ ዝብሉና ዙረት ሒዞምና ከዱ ሕጂ ብ ዙረት ዘይርና ምስ ተመለስና ኣብቲ ምስዮን ኢና ቦርዲንግ ስኩል እዩ ኣብኡ ኢና ንሓድር ኣብኡ ኢና ንመሃር ምስ ተመለስና ዓሰርተ ደቂቅ ምስ ተረፈና ኣብቲ ምስዮን ክንኣቱ ኣብ ሓንቲ ቦታ ንኩልና ይእኩቡና ሕጂ ይብሉና ጽባሕ ምስ ዓቤኹም ገሌኹም ኣመሓዳርቲ ገሌኹም ካህናት ክትኮኑ ኢኹም ናይ ግድን ይብሉና። ምስ ህዝቢ ርኽክብ ክህልወኩም እዩ። ስለዚ ዘረባ ካብሎም ተመሃሩ።
እታ ኣብዚ ኩሉ ንማትኣ መኽሰሲት ዝኾነት ካን ኣብኣ እንዲኻ ተማሂርካያ። እወ እሞ ኣምጻልኪ እኮ ሕጂ ካብ ብሕጂ ምስ ህዝቢ ምዝራብ ጠጠው ኢልካ ኣብ ቅድሚ ህዝቢ ምዝራብ ተመሃሩ ይብሉና። ካባይ ዝነፍዑ ኣለዉ ተማሃሮ እወ ክዛረቡ መዓት እዮም ብጣዕሚ ኣነሲ ይቀንእ ኣብ ክንድኦም እወ ግን ከምኡ ክበሃል ከሎ ይሓፍሩ ኤህ፣ እወ ኣብ ኖርማል ኣብ መንጎ ተምሃሮ ግን ንሶም ናይ ባይቶ መደርቲ እዮም እየ እወ ሕጂ እባ ኣጎስቲኖ ንጉሰ ብ- ቮሊንቴር ባዕሉ ዝዛረብ ካብ ተሳእነ ንስኻ ደ- ደይባ ዘንትወልና ከመይ ነይራ እዛ ዙረትና ሎሚ ብሉኒ ኣነ ነዊሕ ኣሎ ድሕሪኡ ካልእ ከምኡ ፈቱ ነይረ ብፍጥረተይ ምግላፅ ፈቱ ሕጂ ካብ ምስዮን ሰዓት ክንዲ ዝወፅእና ብከምዚ ከምዚ ገይርና ከምዚ ዝዘይርና ማንትለ ጓይና ጎብየ ሕጅና እቲ ዝገበርና ኩሉ ዝኾነ ዝረእኽዎ የዘንቱ ማለት እዩ ሕጂ ብኣጎስቲኖ ይሕጎሱ ሓምሻይ ክፍሊ ምስ ወዳእና ብዕድመ ዝነኣሰ ብትምህርቱ ንፉዕ ተምሃራይ ዕድል ክንህቦ ነስመራ ክመሃር ይበሃል ማለት እዩ። ካብታ ክላስ ሓምሸይቲ ክፍሊ እየ ነይረ ዝነኣስኩ ብዕድመነ ነይረ ትምህርቲ ከኣ ንኡድ ነይረ ማለት እዩ። ነስመራ እንዳ ኣቡን ኪዳነ ምህረት ስኮላርሺፕ ማለት እዩ። ስኮላርሺፕ እዩ ዝበጽሓካ ዘሎ በቲ እዋን እንኳን ዝኾነ እወ ነስመራ ከይድ ማለት እዩ። እቲኦም ኣስመራ ከኣ ተቐቢሎም እምበኣር ካህን ክትከውን ስለ እንደልየካ ከረን ያውን ኬድካ ሰሚዐ እየ። ናይ ክህነት ትምሃር እብሉኒ ማለት እዩ ቅሽነት ትመሃሩ ከም ዝነበርኩ እወ። እውን ሰሚዐ እየ። ሕጂ ከረን ከይደ እወ ኣባ ኣጎስቲኖ ከዓ ተቐይሮም ከም ዝቦ ነብሲ ዝበሃል ምሻሎ እወ ናይቶም ተምሃሮ ኣቦ ነብሲ ክኾኑ ንኸረን መጺኦም ሕጂ መምህረይ ኮይኖም ማለት መምህረይ ነይሮም ኣብ ምሕላብ ሕጂ ከዓ መምህረይ ኮይኖም እሶም ግን ኣባይ ዓብ ቆላሕታ ኣለዎም ሕጂ እቲ ስነ ጥበብ ምእተውየይ ሓደ መዓልቲ ይብሉና ነታ ክላስ ናተይ ራብዓይ ክፍሊ እየ ነይረ ፅባሕ ይብሉና ኣፀሓሕፋ ግጥሚ እንታይ ማለት እዩ ግጥሚ ከመይ ክጸሓፍ እግብኦ ክምህረኩም እየ ግን ንስኹም ሎሚ ከክእለትኩም ነዊሕ ድዩ ሓጺር ድዩ ጽሒፍኩም ትመጹ ብሉና ማለት እዩ ደሓር መን እዩ ተውህቦ ዘለዎ ካብኡ ሚዛን ንወስድ ብሉና ሕራይ ኢልና ኩላ ከከም ዓቕማ ሓናጢጣ መጺእና ማለት እዩ። እንታይ ኮን ኔራ ትኸውን እታ ኣንብቡ ኣሽዓተ ኢሎምና ጽሕፈት? ሕጂ ኩላ ነናታ ኣንቢባ እወ ሕጂ ንጉሰ ናትካ ኣንብቡ ኢሎምኒ ንዓይ ኣነ ንንህቢ እየ ግጥሚ ጽሒፈሉ ኢለዮ እንታይ ኢልካ ይብሉኒ ንእሽትለይ ፍጥረት ጥበበኛ ንህቢ መዓር እተበርክት ዝመቀረ መግቢ ኢለ እብሎም ኖ ኣብ ፅሑፍ ዲኻ ረኺብካዮ ይብሉኒ ካብዚ እምበር ኣውፅኦ እሞ ንስኻ ደኣ ልዕሊ ተውህቦ እንዲ ዘለካ ብሉኒ ማለት እዩ ሕጂ ኣብቲ ክላስ ናተይ ምስ ወድኡ ብ ካልእ ክላስ ይቕይሩ ንካልእ ክፍሊ ክምህሩ ንጉሰ ፀውዕዎ እቲ ግጥሚ ሒዝካ ምፃእ በልዎ ብሉ ኣብቲ ካልእ ክላስ የንብብ እዚ ሕጂ ንኣይ ኳርታ ኳርታ ይብሉ ማለት እዩ ማርሻ ናይ ብሓቂ ክእለት እባለኒ ነስ ዘይፈለጥኩዎ ኢለ ብጣዕሚ ተሓጒሰ ኮሪዐ ማለት እዩ ሕጂ ነዚ ሒዘ እየ ነስመራ መፅአ ማለት እዩ ድሓር ምስ ኣባ ኣጎስቲኖ ከዓ ርክክበ የቋረፅኩኒ ሞራል ይህቡኒ ነይሮም ማለት እዩ ሕጂ እቲ ቀንዲ ምስ ስነ ፅሑፍ ዘላለየኒ ኣባ ኣጎስቲኖ እዮም ማለት እዩ ናይ ብሓቂ ፅቡቅ ግን መሰረት እዩ። ባ- ባክግራውንድ ኣለዎ ናይ ስድራይ እውን እወ ኣሎ ኣሃ፣ እወ ምክንያቱ ኣቦይ ንፉዕ ደባላይ እዩ ነይሩ ኣሃ፣ ንፉዕ ጨፋራይ እዩ ነይሩ እወ።
ከምኡ ኣሎ ናይ ስድራ እውን እወ ኣሎ ሕጂ ኣነ ንእሽቶ ከለኹ ነቲ ናይ ኣቦይ ኢሚተይ ትገብር ነይረ ድሓር እንታይ ይብሉኒ ኣብቲ ዝዓበ ኩሉ ቁሾት ወይ ዓዲ ክልተ ስም ነይርኒ ናይ ሳጓ እትዮም ዓበይቲ ብሓጎታተይ ዝብሎም ትያትሮ ኢሎም ፅውዑኒ ነይሮም ትያትሮ መወዳእታ ምክንያቱ ዝኩሉ ትያትር ክፅሓፍ ሰብ ምስ ተኣከበ ኣቦይ ኩስቶ ከመይ ይበኪ ኣደይ ኩስቶ ከመይ ትበኪ ኩስቶ ከመይ ይኽደን እውን ዘፍነፀልኡ ኢሎም ሓትኒ ኣነ ከዓ ኩሉ የርኢ ኣይሓ- ኣይትሓፍርን ኢኻ ነርካ ብሉኒ ሕጂ እትዮም ሰባት ትያትሮ ኢሎምኒ ኣቦሓጎታተይ ዝኾኑኒ ንጉሰኸ ይበሉኒ መይቶም እተን ኣንስቲ ከዓ ደንበ ዕበዮ ደንበ ዕበዮ እወ ንምንታይ ከምኡ ኢለናኒ ኣብ ሓደ ገዛ ምስከትኩ ኣይዳፋዕ ኣይፃፋዕ ኣብኡ ምስቶም ቆልዑ ተመሳሲልካ ሓደ ካብኦም እየ ዋላ ሕደር ተበሉኒ ትሓድር እወ ደም ብዕበዮ ሕጂ ናይ ደም ብሓቂ። ብዕበይ ኣውፅኤናለይ ንጉሰ ከይበላኒ ንሳተን ከዓ ዓዲ ገር ከይደን ሕጂ እቲ መሰረት ኣለዎ መሰረት ሲ ርግፅ። ኣሎ ማለት እዩ። ርግፅ።
ኣቶ ንጉሰይ እባ እንቋዕ እባ ዘዕለልካና ሕጂ ተረዲእና ካበይ ኣብ ማትኣ ንንውሕ ዝበለ እዋን ዋና ፀሓፊ ኔርካ ካብ መዓስ ናብ መዓስ ይኸውን ሱሳን ሸሞንተን ኣቢሉ ክሳብ ኣበየ ከምሞ ጸኒሕካ? እወ ካብ ሱሳን ሸሞንተን ክሳብ ሰብዓታት ነይረ ማለት ክሳብ እዩ ሰብዓታት። ደሓር ግን እቶም ቤት ትምህርቲ ምስ ኣሸገሩኒ እወ ኣነ ንመምህር ኣለማዮ እቲ ፕረዚደንተ ዝነበረ እወ ኣነ ኣብ ትምህርቲ ድኽመት ስለ ዘርእኹ እቲኦም መማህራን ከኣ እቶም ጥልያን ማለት እዩ ኩሉ እዮም ኣጻርዮም ሰዓት ክንደይ ማታ እመጽእ ሰዓት ክንደይ ይወጽእ ካብ ሽዱሽተ ክሳብ ዓሰርተ ሓደ ማትኣተ ምስ እንድሕር ኮንካ መኣስ ክትምሃር ደኣ ከተጽንዕ ስለዚ ወይ ትገድፎ ወይ ክንሰጎካ ኢና ተባሂለ ማለት እዩ ሕጂ ንኣለማዮ ነጊረዮ ኖኖኖ መምህር እንዲኻ እሱ ንባዕሉ ትምህርቲ ዘብኩር ነገር ኣይንደልን ይናብለኒ ኣባልነትካ ትቕጽል ተዋሳኣይ ኮይንካ ግጥምታት ትጽሕፍ እቲ ብማሕበር ምምሳይ ግን ዋና ጸሓፊ እተኮይንካ ናይ ግድን ስለ ዝኾነ ትገድፎ ብለኒ ሕጂ እሞ ገዲፈዮ እየ ብሎም ነቶም ቤት ትምህርቲ መረጋገጽ እንታይ ኣለና ከም ዝገደፍካዮ ብሉኒ እንታይ ትደልዩ ብሎም መተካእታኻ መን ከም ዝተመርጸ ኣብ ጋዜጣ ክንርእዮ ንደሊ ብሉኒ ጥልያን እዮም ሕጂ ንዓለማዮ ከምዚ ኢሎም ንብሎ ከይዱ ማስታወቅያ ንጉሰ ብኩነታት ናይ መነባብሮ ካብ ሓላፍነት ኣውሪድናዮ መተካእትኡ ተስፋልደት ማርቆስ ጌርና ኣለና ኢሉ ንህዝቢ መግለፂ ይህብ ማለት እዩ። እታ ጋዜጣ ሒዘ ይኸዶም ሕጂ እንታይ ይብሉኒ ማትዓ ዝኸፍሉኒ ይመስሎም ነይሩ
ሕጂ ካብ ማትዓ ጠጠው ኣቢልናካ ምእንቲ ጥሜት ከይትመውት ኣነ ስድራይ ሃገረሰብ እዮም
እንዳ ኣቡን እየ ድቕመጥ እሞ ስኮላርሽፕ እንዲኻ መፂኻ ዘለኻ ተሓጊዝካ ኢኻ መፂኻ ዘለኻ ሕጂ ንሶም ተሓልዮ ትርኣይ ምምክን ተገይሩ ይፈልጥን ሓቲተ ግን ኣይፈልጥን እየ ነይ ገዲፈየ እየ ምስ በልኩዎም እቲ ጋዜጣ ሒዘሎም ኸይድ ገዲፈየ እኒሀልኩም ማስረጃ ብሎም እሞ ምናልባት ፀገም ከይህልወካ ስድራኻ ምሳኻ ስለ ዘይቅመጡ ምስ ኣቡን ኢኻ ትቕመጥ ዓሰርተ ሓሙሽተ ቅርሺ ንወርሒ ሓገዝ ብቤት ትምህርቲ ሂቦምኻ ቦቴጎ ተወዲኣ ዶ ከታ ትምህርቲ እ? ወዲእካያ ዶ ከታ ኣይወዳእኩዎን ትምህርቲ?
ደሓር ካን ምክንያቱ ሜዳ ካልእ ወፂእኻ። ሕማም ኣምፅኤ እወ፣ በዚ ናይ ጥዕና ጉድለት ገይረ እወ፣ በዚ ናይ ማትኣ እ፣ ፅልዋ ኣሎ እወ በዚ ከዓ ናይ ጀብሃ መፅኡ ናይ- እወ ናይ ጀብሃ ከዓ ናይ ሓላሳይ ከዓ ፍዳኢን ነርካ ናይ ከተማ ተሓጋጋዚ ነይረ ማለት እዩ እወ፣ ኩሉ ተደማሚሩ ትምህርተይ ክቕፅል ኣይከኣልኩን ናይ ብሓቂ ኣብ ማትኣ ኣብተን ዝነበርካየን ዝነውሓ እዋን ምናልባት ሕፅር ኣቢልካ ክትገልፀለይ ከይሰግራ ኢለ እየ ኣብ ዝነበርካሉ ናይ ደረጃ መሪሕነት ኣብ ዝነበርካሉ ግዜ ወላ እውን ብደረጃ ከም ኣባል ማትኣ ኮንካ እቲ ስነ ጥበባዊ ብነፃነት ከም ድሌቱ ብክእለት ከይዓዪ ከቢድ ዕንቅፋታት ነይርዎ ካብቲ ሽዑ ዝነበረ መንግስቲ ኩሉ ነገር ከመይ ይመስል ነይሩ ኣዚዩ ይሽገር ነይሩ ድዩ ኣብ ማትኣ ዝሰርሕ ነበረ ሰብ ፍርያቱ ከቅርብ ብነጻነት ድሓር ናብቲ ገለ ናብ ናይ ደርፊ ናይ ፍቅሪ ምሲልኩም ድደረስኩሞ ስርሓት ውን ክንመጽእ ስለ ድኮና ከመይ እዩ ነይሩ እቲ ሽግራት ሽዑኡ ነቲ ስነጥበባዊ ዝገጥሞ ዝነበረ ኣባል ማትኣ ፍርያቱ ብነጻነት ከየቅርብ ብጉሁድ እወ
እቲ ጸገም እንታይ እዩ ነይሩ ሳንሱር ዝብሃል ነይሩ እወ እታ ሳንሱር እዚኣ ሕጂ ንሕና ኩሉ እቲ ተዋስኦ ኹን ዋዛ ምስ ቁምነገር ዋላ ክዳን ከይተረፈ ንበዓልቲ በርህ ኣብዚኣ ደርፊ እዚኣ እንታይ ዓይነት ክዳን ኢኺ ትኽደኒ ከተርእይና ኣለኪ ዝበሃለሉ መድረኽ ነይሩ ማለት እዩ። ስለዚ ኩሉ ጽሑፋትና ናብ ሳንሱር ኸይድ እቶም ሳንሱር ርእዮም እቲ ፖሊቲካ እዩ እዚ ዝበልዎ ይስርዝዎ እዚ ደሓን እዩ ዝበልዎ ኸኣ የሕልፍዎ ማለት እዩ። ሕጂ ካብቲ ነቕርቦሲ ዳርጋ ሓደ ሲሶ ተሰሪዙ ተርፍ ነይሩ ማለት እዩ። ሕጂ ብዙሕ ከተቕርብ ትግደድ ማለት እዩ።
እዚ ነይሩ እቲ ዕንቅፋት ብሓፈሻ ማለት እዩ። ካልእ ነቶም ናይ መንግስቲ ሰራሕተኛ ዝኾኑ ንስኹም ደቅኹም ከይትዕብዩ ፖሊቲካ ናይ ጀብሃ ትሰርሑ ኣለኹም እናተባህሉ ብዕሩኽቶም በዝማዶም ኩሉ ግዜ ድፍኢት ግበረሎም ነቲ ማሕበር ንክገድፍዎ። ሕጂ እቲ ማሕበር ክገድፉ ግደዱ ነይሮም ገሊኦም እወ ምግዳፍ እኳ ዘይኮነሲ ይዝሕትሉ ካብቲ ይዝሕትሉ ኣክቲቪቲ ገሊኦም እውን ከምዚ ኣብ ኣብ ክስታይ ዝኣተዉ ነይሮም ኣብ ትሕቲ ቁፅፅር ክስቶ ከይደርፍ ቁፅፅር ይስረዙ ይእገዱ ከምኡታት እውን ነይሩ ነይሩ መስለኒ ነይሩ ኣብ ይጥመቱ ገሊኡ ኣብ እወ ገሊኡ እወ እቲ ማትኣ ክንድምንታይ ፅልዋ እዩ ነይርዎ ሽዕፍቲ መንእሰይ ኣብቲ ሰብ ኣብቲ ሽዕ ዝነበረ ኖ ማትኣ እኳ ኣብ ሜዳ ጀብሃ ምሽ ነይራ እወ ኣብ ከተማ ኸዓ ማትዓ እያ ማትኣያ ጀብሃ ነይራ እወ ዋላ እወ። ንሕና እኳ ክሳብ ሕጂ ትዝንኡ እኳ ኩሉ ሰብ ኣይበለየልናን ኩሉ ሰብ ማትዓን ጀብሃን ሓደ እዩ ዝመስሎ ነይሩ እወ
ክሳብ ክንድዚ ይጽልዋ ነይሩ እወ ብጣዕሚ ብጣዕሚ
ኣቶ ንጉሰ ሕጂ እውን ካልኣይቲ ኣብ ልቢ ብዙሓት ሰባት ኣሰር ዘለዋ ድርሰትካ ኢና ከነዕልል ዝብሎ ብኩልና እዞም ኣብዚ ዘለና እውን ናይ ኣካል ማኣዝን ናይ ሕልና ሓይሊ። ኣካል ማኣዛ ናይ ሕልና ሓይሊ ጽቡቅ ዝመልካዓ ተፈታዊት ቀትሊ ጽቡቅ ዝመልካዓ ተፈታዊት ቀትሊ።
ኣቶ ንጉሴ ጽብሒ ጾም ወይ ናይ ኣካል ቪታሚን። እዚኣ ክንጠቕሳ ዝጸናሕና ደርፊ እንታይ እዩ መበገሲኣ? ፖለቲካዊ መልእኽቲ ከም ዘለዋ ርኡይ እዩ። ግን ንሳንሱር ተባሂላ ከኣ ካልእ ተውሕሶም። መልክዕ ሒዛ ከም ዝወጸት ሲ ንጹር እዩ እሞ እንታይ እዩ ኣበጊስካ ክትጽሕፋ? ጽቡቕ
ኣነ እ፣ ስሩዕ ናይ ተጋድሎ ሓርነት ኤርትራ እየ ነይረ ኣብ ከተማ ከለኹ። እወ ስለዚ ንሜዳ ወጽእ እኣቱ ብስራሕ ምኽንያት ናይ ጀብሃ ሓደ ግዜ ኣብቲ እዋን ወክዛግር ዝበሃል ናይ ዕርቂ ግዜ ብዙሕ መንእሰይ ካብ ኣስመራ ንወክዛግር ወጺኡ ምስ ጀብሃ ምስ ሻዕብያ ተራኺቡ ይምለስ ነይሩ ነስመራ ማለት እዩ ሕጂ ኣነ ከኣ ንሻዕብያ ይፈልጦምንየ ነይረ ብወረ ዝፈልጦም እምበር እወ ምስኦም ርኽክብ ኣይነበረንን ስለዚ እቲ ጀብሃ ትብሎ ጥራይ ድና ሰሚዕና ንሕና ክንፈርዶም ወይስ ባዕልና ውን ከድና ምስኦም ክንዋሳእ ክንሓትት ክንፈልጥ ኣለና እንታይ መንፈስ ኣለዎም ዝብል ስምዒት ነይርኒ ስለዚ ከይደ ማለት እዩ ን ጀብሃ ብወኪ ነይራ ንሶም ከኣ ኣብ ዛግር ነይሮም ፊት ንፊት እዮም ማለት እዩ ድፋዕ ሒዞም ኩሎም ናይ ውግእ ሓድሕድ ግዜ ስለ ዝነበረ ሕጂ ወኪ ዛግር ምስ ኣብ ዛግር ምስ መጻእኩ መንእሰያት ደቂ ኣስመራ ከኣ ኣይፈልጡንን ኢዮም ንኣይ ኣይፈልጦምን'የ እውን ኣነ ንኦም ግን ካብ ኣስመራ ኢዮም መጺኦም ብሓደ ኮይንና ኣብቲ ካድራት ናይ ህዝባዊ ግንባር ዘለውዎ ኣብኡ መጺእና እወ። ሕጂ እቲ መንእሰይ እንታይ የዕዘምዝም ነይሩ ኣብቲ ቦታ ጀብሃ ባንዴራ ተንበልብል ነይራ እዛ ሰማያዊት እወ። ኣብቲ ቦታ ናይ ህዝባዊ ግንባር ግን ወይ ናይ ሻዕብያ ኢዩ ሽዑ ግዜ ባንዴራ ዝብሃል የለን እህ። ጀብሃ ከኣ እንታይ ትብል ነይራ እዚኦም ናይ ኢትዮጵያ ዮመ ምክንያቱ ሽጉጥ ብኢትዮጵያ ውሃቡ ጃኬት ናይ ጦር ሰራዊት ውሃቡ ትብል ኢላ ትኸሶም ነይራ ማለት እዩ ሕጂ እቲ መንእሰይ ምስ መፀ እማ ሓቃያ ጀብሃ ናይ ኢትዮጵያ እዮም ክትብለኩም ባንዴራ ዘይትተኽሉ ኤርትራውያን ክንብለኩም ኣይንኽእልን ኢና ብሎም እቲ መንእሰይ ደፋር እዩ ሕጂ ንሶም መስለኩም ኢሎም ማለት ምክንያት ዘይከውን ይህቡ ማለት እዩ እቲ መንእሰይ ግን ዕግበት ኣይነበሮን ደሓር ምስ ተመልሰ እቶም ሻዕብያ ዝብልዎም ኢትዮጵያውያን ባንዴራ ዘይኣምኑ ባንዴራ ዘይተኽሉ ይብሉ ማለት እዩ ሕጂ እቲ ሩሞርስ ልዕሊ ዓቕሚ ሻዕብያ ኮይኑ እቲ ሕሜታ እወ እቲ ሕሜታ
ሕጂ ከምዚ እናተባህለ እንከሎ ኣነ ኣብ ጀብሃ ምስ ከድኩ ሓደ ግዜ ምስ ሓንቲ ጋንታ ናይ ጀብሃ ማለት እያ ኮፊ ኣብቲ ቅድመ ግንባር ማለቲ ሓለዋ ዝድለየሉ ቅድመ ግንባር ነይራ እታ ጋንታ። ኣብቲ ድሕሪኣ ከኣ ባንዴራ ተንበልብል ንፋስ ናይ ባሕሪ እዩ በልበል የብላ። ሕጂ ሰለስተ ኣንስቲ በስመራ መጺኤን ማለት እዩ። መጺኤን ነቶም ተጋደልቲ ርእየንኦም ጥራይ ከምዚ ኢለን ኣብኡ ከለዋ ኣብታ ባንዴራ ኣብ ታባ እያ ተሰቒላ እታ ባንዴራ ኣብቲ ታባ ደይበን ኣብቲ እግሪ እታ ባንዴራ ሰለስተ ግዜ ከምዚ ናይ ቤተክርስትያን ተሳሊመን ኣብታ ጋንታ ተመሊሰን
ቅድም ናብታ ባንዴራ ቅድም ከይደን ናብታ ባንዴራ ተሳሊመን ከይደን ድሓር ተሳሊመን ናብቶም ተጋደልቲ ናብታ ጋንታ ተመሊሰን መፅአን እዋ ንሶም ግን ይፈልጡዮም እተን ኣንስቲ መዓልታዊ ስለ ዝወፃ ደቀይዶ ጓለይዶ ክብላ እወ ደድሕሪ ይፈልጡዮም ደቀን። እንታይ ይምፅእወን ዘሎ ሕጂ ምስ መፃ እንታይ ይምፅእክን ብደሓን ዲኽን ኢሎመን እወ ጓል ድዩ ወዲ ከምዚ ኢሉ ጠፊኡናስ ሕጂ ምሳኹም ኣሎ ሰሚዕና እሞ ለሚንናስ ኣብ ትምህርቱ ክንመልሶ ደሊና ገለመለ ኢለንኦም ደሓን በላ በዚ እሞ ኮፍ ኢልክን ፅንሓ ክንርእዮ ኢና እቲ ጉዳይ ክንሓትት ኢና ኢሎም ኣዐጊሶመን ኣልሚሂም ንእን እወ ኣነ ግን ዓቢ ስምዒት ኣሕዲርለይ እታ ባንዴራሲ እወ ኣብ ሓንጎል ናይ ኤርትራውያን ዘላ ባንዴራ እያ እወ ክሳብ ክንደይ እቲ መንእሰይ ዛግር ከይዱ ይከራኸረላ እዘን ኣንስቲ ከኣ ከም ታቦት ኣብ ዝመጽ- ቅድሚ ተጋዳላይሲ ንኣኣ ስዕማ ማለት እዩ ንስማ ሕጂ እቲ ጸብሒ ጾም እንታይ እያ ብምንታይ እያ ተመሲላ ዘላ ናይ ጸብሒ ኣካል ጾም ሰማያዊት እንድያ እታ ባንዴራ
ስለዚ
እወ። ሕጂ ኣነ ተፈታዊት ቆጽሊ እዩ ርእስታ። ተፈታዊት ቆጽሊ እዩ ኔሩ ኣርእስታ ኣርእስታ ኦርጅናል ቀንዲ። እወ እቲ ቀንዲ ግን ሳንሱር ከየትርፍዎ ጸብሒ ጾም ገይረያ። ጸብሒ ጾም እወ እወ ዳይ ኣብ ገሊኡ እውን ናይ ኣካል ቪታሚን ትበሃል ያው እዩ ናይ ኣካል ቪታሚን ኣብቲ ከኣ- ግጥሚ ስለ ዘሎ እወ ገሊኦም በዚ ይኣትዉ ገሊኦም በዚ ይኣትዉ ስለዚ ነዚ ግን ኩሉ ንሱ እዩ። ንምሽፋን ኣነ እያ። ሕጂ ብዚ ጽሑፋተይ ብሰለስቲኡ እየ ዝጽሕፋ ጸብሒ ጾም ናይ ኣካል ቪታሚን ተፈታዊት ቆጽሊ ብኩሉ እያ ትግለፅ ግን ነታ ባንዴራ እያ ነታ ነፂፍያ። ባንዴራ ካብታ እዋን እቲኣ ህዝቢ ጀሚርካ ከዓ እዩ። ነታ ባንዴራ ኢሉ ዝተቐቢልዋ እው። እዚ ሙሉእ ኢትዮጵያ ንዘውር ምሽ ንሕና ኣብዛ ሓበሻ ጠጠው ኢሎም ዘጣቕዑ ርእየ ይፈልጥና ኢና ኣኼባታት ተገይሩ ብዘይካ ኮፍ ኢልካ ኣብ ኣዲስ ኣበባ ግን ኩሉ እዚ ህዝቢ ጠጠው ኢሉ ይፈልጥ እዩ እቲ ሰብ መልእኽታ ዋላ በቲ ሽዑ እዋን ጽቡቕ ገይረ እዩ ዝርድኦ ነይረ ጠዋሊ ማለትሲ ሽዑ ሽዑ እዮም ትርጉም ዝህብዎ ልክዕ ትርጉም ከዓ ህብዎ ኣዝዩ ረቂቕ እዋን እዩ ነይሩ ንብዙሕ ሰብ እውን ንሜዳ ዘውፅአ ንብዙሕ ተምሃራይ ንብዙሕ ሓረስታይ ንብዙሕ ነቲ ቃልሲ ዝለዓዓለ እዋን እዩ ነይሩ

ኣነ ስነጥበበኛ ኣልኣሚን ዓብደለጢፍ ክደርፋ እየ ዝዝክራ
እዚኣ ተፈታዊት ቆፅሊ ግን ወይ ፀብሒ ፆም ንበላ ፀብሒ ፆም ንልኣሚን እየ ሂበዮ ነ